ንኤርትራ እታ ዝዓበየ ክገብሩላ ዝኽእሉ ግብፂ ገንዘብ የብሎምን ካልእ ክገብርዎ ዝኽእሉ ስለዚ ነዛ the biggest hurdle ናይ ኤርትራ ነዛ ሳንክሽን ኣብ ምልዓል ብሮከር ክገብሩ ይኽእሉ እዮም ንድ ናይ ብሓቂ ማግኔት ናይ ዲፕሎማሲ ኮይኖም ስለ ዘሎ በዚ ናይ ቐዛ በዚ ናይ ካልእ ምስ ኣሜሪካ ቅርበ ዝምድና ስለ ዝነበሮም ንዑ ተጠቂሞም ዋን ኦፍ ቤስት ቲንግ ክንዱ እዚኣ ገይሮም ኣለዉ ብሮከር ገይሮም ኣለዉ
ናትካ መትከልካ ሒዝካ ከዓ ዩ ኮምፕሮማይዝ ብዙሕ ከይገበርካ ኣፌክት ዝገብረካ ንህዝብካ ንሰራዊትካ ከይገበርካ ፀኒዕካ ምካድ ኣብዚ ጢሕዎ ማለ ሕጂ ንሻዕቢያ ናይ ሻዕቢያ ከዓ ማዕረ ክንደይ ስማርት ምኳኖም ከዓ በዚ ኤርእኪ ካልኦት ሃገራት እንተዝኮና ነይረን መዓልታት ሒዘን ጊቫእ ክገበራ ነይረን መንግስቲ ኤርትራ ኣብ መኸተዩ ጸኒሑ ነቲ ብ ግንባራት ዘሎ ሰብ ሕጂሲ ኣብ ሓደ ለይታ ኣጣይሱ እንታይ ክገብሮ ትጽበ እንታይ ክገብሮ ይኽእል ደገ ዘለዉ ኣብ ዝነበሩ መፂኦም ነቲ ሃገር ይወርዋ ኣለዉ ቻይናውያን መፂኦም ኣብቲ ዓዲ ኢንቨስት ክገብሩ ከለውን እኮ ከምኡ እዩ ህንዳውያን መፂኦም ኣብቲ ዓዲ ክኣቱ ከለውን እኮ ከምኡ እዩ ሕጂ እንታይ ግን ናይ ቀዳምነት ቀዳምነት እንታይ ክኸውን ኣለዎ እዩ እቲ ፖይንት ናተይ ኣትዖ ይወሃቦ መሬት ኣይወሃቦ ኣይነብል ኣይኮንኩን መሰሉ ዳ ክሓትት እኮ እዩ ወዲ ዜጋ እኮ ይስተዋላ ግን ኣነ ዝብል ዘለኹ ቀዳምነት ናይ ቀዳምነታት ናይ ኣየናዩ ክስራዕ ክኽእል ኣለዎ።
ዋላ ኣብ ኣሜሪካ ዘርእሻ ዝበሃሉ ይመጹ ብርሃኔ ወይ ከኣ እንዳ ዞረ ክሓትት ከሎ መዓስ ኢና ገዛ ንሰርሕ ገሊኦም ድብሉካ እንታይ እዩ ከምዚ ቢዝነስ ኣሎ ዋዲስቲ ዲቴል ኣይሓቱን እዮም ገዛ ንሰርሕ ደሊና መሬት ይወሃበና ጥራሕ እዮም ድብሉ which is understandable ኣብ ሮትነጃል ዘሎ ወይ ርሑቕ ዓዲ ኣብ ሽከቲ ድዩ ዋላ ኣብ ገለ ዘሎ ግን ህድመ እያ ገዝኦም so maybe it's not enticing ብዛዕባ ቫኬሽን ናብ ኤርትራ ክትሓስብ ሓደ ሓደ እዚ ኣብዚ ክትዛረበሉ ከለኹ ኩልሻዕ ኮንፍሊክት ይፈጥር እንድዩ ብዛዕባ ኢኮኖሚ ክንዛረብ ከለና ሕጂ ዊ ሃቭ ቱ ፎከስ ኦን ኢኮኖሚ እሱ ከኣ እቲ ኢንተርናል ኢኮኖሚ ኢና ፎከስ ክንገብር ኢና ሕጂ ዋትስ ኔክስት ሳንክሽን ተላዒሉ ሕጂ ከኣ ኩሉ ሰብ ክሓትት ኣሎ ሕጂ እንታይ ኢና ንገብር ኢና ዋት ኢዝ ኔክስት ፎር ኤሪትሪያ ዋትስ ኤሪትሪያ ፋይቭ ይርስ ፍሮም ናው እንታይ ኢና ክንገብር ሕጂ ናይ ዶናልድ ትራምፕ ዘሐጉሰኒ ነገር እንታይ መጀመርያ ምጽ ምስ በለ ዋይት ሃውስ ኣነ ሎቢስ ኣይደልን ኢየ ኢልዎም ኢዩ ሓደ ሎሚ ሳብ ኦፊሰይ መጺኡ ከዛርበኒ ይደሊ እዩ ምስ ዝኮነ ኣካል ዳሬክት ኮፍ ኢለ ፌስ ቱ ፌስ ክዛረብ እየ ኢሉ በዚ እዩ ከኣ እቲ ደሞስ ናትና ህዝቢ ዝደገፎ ን ዶናልድ ትራምፕ ቅድሚ ሕጂ ንዓና ብሎቢስ ጌሮም ደሞክራት ዋላ ወያነ በሎም ኩሎም ዝሓለፉ ከም በዓል ማይክል ሃመር ኩሎም ኩሎም ብሎቢስ እዮም ዝዝወሩ ኔሮም ሕጂ እዚ ሰብ እዚ ምጽእ ዝበለ ሓንቲ ዓባይ ንዓና ዓቢ ኣድቫንቴጅ ዝሃበና

ሕጂ እንታይ እዩ ኖ ኢትስ ኦኬ እንታይ ማለት እዩ ንሕና ግን መንግስትና ከመይ ገይሩ ነዚ ሪስፖንድ ገይሩ ሲ ነቲ ካይዳ ኣካይዳ ኣባጎብዬ ናይ ዝብል ነዚ ነቲ ዘሎ ዕድላት ከመይ ገይርና ቀልጢፍና ናብ ረብሓና ኣውሪድና ዴሞክራት ከይመፁስ ነቶም ዴሞክራት ኣብ ኩሉ መዳይ ኣብ ኩሉ ፀፍሒ ከመይ ገይርና ዓብልናዮም ንፀንሕ እዩ ንምንታይ ዜርካ ዜርካ ድሕሪ ዓሰርተ ዓመት ድዩ ብዘየገድስ ገለመለ ደሞክራሲ ምምጾም ኣይተርፍን ግን ንሕና መሓውራትና ከመይ ጌርና ኣስፊሕና ንጸኒ እቶም ንዓና ዘይደልዩ ከምጽእሉ ምስ መጹስ መእተዊ ከመይ ጌርና ነስእኖም ዝብል እዩ መንግስትና ጽቡቅ ጌሩ ክሰርሓሉ ኣለዎ ዝብል ርድኢት ዘለኒ ምስ ጆርጆ ድራር ብጣዕሚ ዝረዳዳእ ንምንታይ ኩሉ ግዜ እቲ ዝሓለፍናዮ ህዝቢ ኤርትራ መከራ ሸግር ተጻሒፉ ዝውዳእ ኣይኮነን እዚ ኩሉ እዚ ኩሉ ዝተኸፍለ ዋጋ ሕጂ ንናይ ፖለቲካ ዘይምንብርካኽ ተባሂሉ እዩ ሎሚ ግን ከይተንበርከኽና ንፖለቲካስ ተዓዊትናሉ ኣነ ኣብ ሂወተይስ ኣብ ፖለቲካ ዓውት ሰብሪና ኣይንፈልጥን እየ ዋላ መጻሕፍቲ ዋላ ገለ ገለ ህዝባዊ ግንባር ግን ናይቲ ዘሐጎሰኒ ነገር እንተሎ ዕውት ናይ ፖለቲካ ንምንታይ እንተይልና ስደት እዚ ኩሉ መንእሰያት ናብ ባሕሪ ዝኣተው እዚ ኩሉ ናይ ተስዓን ሸሞንተን ኲናት ድሕሪ ናጽነት ዝመጸ ንህዝብና ከይተረዳእና ንሕና ውን ከም መንእሰያት ህዝብና ተጨኩኑ ህዝብና ከምዚ ኢሉ ዲክታተር እዩ ዝመራሕ ኢሉ ብዙሕ ሚድያታት ስጋዕ ክንደይ ክንደይ ክንደይ ኣብ ልዕሊ እዚ መንግስትና ተዘሪቡ እዩ ነዚ ከም ዘይሰምዐ ኮይኑ ግን እቲ ዘድልዮ ሸቶ ብምህራሙ ኣነ ብጣዕሚ ፕራውድ እየ ንምንታይ ሓደ ሰብ ሓውካ ኮም ቤተሰብካ ኮም ዕስራ ሽሕ ዶላር ሰሪቕካ ከይዱ ኣየስተዮ ወይ ኣብሎ እምበር ንሕሳድ ስስር ኮይኑ ህንፃታት ኣንጭሉ ሰብ ኮይኑሉ እንኳዕ ሰብ ኮነሉ እንኳዕ ኣያጥፎ ኢኻ ትብል ሕጂ ኻንሕናኻ ኣብ ፖለቲካ ዓለም ዕውታት መሪሕነት ህዝባዊ ግንባር ብምምፅኡ ከም ወለድና ከም ሓደ ዓብ ውድብን ህዝብን ኩሉ ዝደኸመሉ ስለዝኾነ እዚ ውፅኢት እዚ ምርኣይና ብጣዕሚ ትማሊ ብፍላይ እቲ ዜናታት ኣብ ናይ ኢትዮጵያ ብፍላይ ቻነላት ተሪኹሞ ብብዝሒ ናትና ቢዝነስ ናብኦም ከይዱ ኤርትራ ሕጂ ዝለዓለ ኢድ ሒዛ ኣላ ኢሎም ኣብ ስሪኦም ክሸኑ እዮም ደልዮም ዘለዉ ግን ብሓፈሻ ግን ከም ንሕና ከም ዜጋ ሕጂ ከም መንግስትና ግን ነዚ ኣድቫንቴጅ ከመይ ጌርና ኣብ ዝሓጸረ ግዜ ንሕና ነቲ እዞም ሰባት ቀዳምነት ካብ ኣነ ዝበዝሐ ብርሃነ ከይዱ ኣብ ስቴት ስቴት ኮንፈረንስ ከካይድ ከሎ መሬት ናይ ሰራሕና መሬት ኣይተዋሃበናን እዚ እዩ እቲ ቀንዲ እሹ ዝኸውን ዘለዎ መጀመርያ ንዚ ዝግበር ዘሎ ለውጢ የሕዋትና ከመይ ኢሎም ካብ ድፋዓት ወፂኦም ጥሩይ ማይ ክሰትሉ ዝኽእሉ ሃዋሁ ይፍጠር እዩ ሕጂ ኣብ ዓለም ዘሎ ኢዩ ግን እንድህርሰ ዝያዳ ሰላማዊ ምስዛ ኣሜሪካን ትገብሮ ዘላ ኣካይዳ ንሕና ምሳና ሽርክነት ዝብሃል ጽምዶ ዝብሃል እንድሕሪ ክየድ ኮይኑ ዋላ ድሕሪ ጁም ኢጅብትን ምሳናም ኣብ ጽምዶ እንተላ ሳውዲም እንተላ ኢንተርናሽናል ዝኾነ ሰራዊት ቢልድ ጌርካ ነቲ ዞባ እዚ ዘፍርሕን ነቲ ዞባ'ቲ ዝንከባኸብም ሰራዊት ዓጢቕካ የሕዋትና ካብ ጉድጋድ ዝቕበሩሉ ግዜስ እንዳሓጸርናዮ ክንከይድ ኣለና። ቀንዲ ኣብኡ እንተተኮርና ከዕውተና ይኽእል ሃገራዊ ረብሓ ስለዝኾነ። ውልቃዊ ረብሓ ስለዘይኮነ ሃገራዊ ረብሓ ክነቐድም ክንክእል ኣለና በሃሊ እየ። እዚኣ Thanks ኣሮን። ዘርሰናይ እ፣ እቲ ኣብ ውሽጢ ዘሎ ኣብ ግንባራት ዘሎ መንእሰይ እ፣ ንክወፅእ ኣብ ዲያስፖራ ዘሎ ሰብ እኳ ኣይክልክልን እዩ መብዛሕቲ ግዜ ሊንያር ላይን ንርኣዮ እቲ ደገ ዘሎ ሰብ ዝደልዮ ኣብ ውሽጢ ዘሎ ሰብ ዝደልዮን ሓደ እዩ ንኣብነት መንግስቲ ኤርትራ ኣብ መኸተዩ ጸኒሑ ነቲ ብ ግንባራት ዘሎ ሰብ ሕጂሲ ኣብ ሓደ ለይቲ ኣጣይሱ እንታይ ክገብሮ ትጽበ እንታይ ክገብሮ ይኽእል? ካበይ ከምፅኣሉ ፀጋታት? ዝተኸዘነ ሃብቲ ድዩ ዘለዎ? ኣብ እገዳ ነይሩ ከርተ ትብል ፀኒሑ እጂ የስ ኪድ ንገዛኻ ክብሎ ይክእልን እዩ ብርግፅ ንኩሉ ድማ መትከል እግሪ ኢሉ ከዓ ብዙሕ ገንዘብ ከብካ ይክእልን እዩ ኣብ እገዳን ገለን ስለ ዘሎ ዳትስ ዋይ ሕጂ እቲ ኮኦርዲኔሽን ዘድሊ እቲ ዲያስፖራ ዘሎ ኣብዚ ኣገዳሲ ተራ ይትፃወት ነዚ ብዙሕ ዘተ ዘድልዮ እዩ ንዲያስፖራ ውልቃዊ ረብሓ ገለ ከምዚ ንግሉ ንጥቕሙ ከምኡ ኣይኮነን ቁጠባ ፖሊሲ ዝዝውሮ ነቶም ንግሎም ክረብሑ ዝደልዩ ትኽክለኛ ፖሊሲ ብምውፃእ ንግሎም ከም ዝረብሑን ንሃገር ከም ዝረብሑን ክትገብሮም ትኽእል ኢኻ ኣብዚ ድማ እዩ እቲ መብዛሕቲ ግዜ ንነገራት ብሓደ ዓይኒ ዘይምርኣይ ንኩሉ ሰፊሕ እዩ ሃገር ኣብ ውሽጢ ዘሎ ንደገ ዘሎ ካብ ሓሊፉ ናይ ወፃኢ ኢንቨስተር ናይ ቻይና ድዩ ናይ ዓረብ ድዩ ናይ ገለ ከምፅእ ኩሉ ነገር በብናቱ መኣዝን ከተንቀሳቀሶ ክትክእል ኣለካ ስለዚ ደገ ዘሎ ሰብ ብፍላይ እቲ ኣብ ደንብ ሃገራዊነት ንዓመታት ግቡና ክፈለ ነዊሕ ዓመታት ዋላ ካብ ግንባራት ካብቶም ግንባራት ዝነበሩ ኣፀቢቑ ዝሓይሽ ሂወት ተነበሮ ግን ኣብ ዓዱ ኣትዩ ሂወት ክተክል ናብራ ክገብር ኣብ ዓዱ ጥሮታ ክወፅእ ምምናይ መኣስ ሕማቕ ኮይኑ እዚ እኮ ሕማቕ ኣይኮነን ነዚ ሕጂ ከምዚ ነቲ ደገ ዘሎ ሰብ ድሌታቱ ክሓትት ከሎ ከምዚ ሕማቕ ነገር ወይ ከዓ ክሕደት ዝፍፅም ዘሎ ጌርና ምርኣይ እናገደፍና ነቶም ኣብ ውሽጢ ዘለውን ነቶም ደገ ዘለውን ከመይ ጌርና ንክልቲኦም ነርብሕ ወይ እውን እቲ መንግስቲ ነቲ ኣብ ደገ ዘሎ እናተናእተወ ከመይ ገይሩ ካብቲ ኣብ ደገ ዘሎ ሰብ እናእተወ ከሎ ነቲ ኣብ ግንባራት ዝነበረ ግን ዝያዳ ዝረብሓሉ ዕድላት ንፈጥር ኣብዚ እንተነተኩር ዝያዳ ምክንያቱ ኣነ ዝፀልኦ እንታይ ኣነ ዝፈርሆ ማለት እዩ ደገ ዘለዉ ኣብ ዝነበሩ መፅኦም ነቲ ሃገር ይወርዋ ኣለዉ ቻይናውያን መፅኦም ኣብቲ ዓዲ ኢንቨስት ክገብሩ ከለዉ እኮ ከምኡ እዩ ህንዳውያን መፅኦም ኣብቲ ዓዲ ክኣቱ ከለዉ እኮ ከምኡ እዩ ስለዚ ደቂ ሃገር መፅኦም ግን ድማ ነቶም ኣብ ግንባራ ዝነበሩ ዘይሃስብ ፖሊሲ ወይ እውን እቲ ኩሉ እትገብሮ ንኣብነት ናይ ገዛ ዕድላት ክትገብር ከለኻ ናይ ኣክቲቭሊ ነቶም ኣብ ግንባራት ዝነበሩ ከርብሕ ዝኽእል መንገዲ ምሕሳብ ነቶም ስድራ ቤት ናይ ስንኩላት ሓደ ሰብ ብግሉ ብረድኤት ብቻሪቲ ብዝገበሮ ዘይኮነ ብዓበ ደረጃ ካብ ኩሉ ሰብ ነዚኦም ሕብረተሰብ ነዚ ሃገር ደው ዘበሉ ክረብሕሉ ዝኽእሉ ኣንድ ማንም ኣብ ደገ ዘሎ ካብዚኦም ንላዕሊ ንዓይ ኣርብሑኒ ዝብል ሰብ እንተሎ ኮይኑ ጥዕና ዘለዎ ሰብ ኣይኮነ ጥዕና ዘለዎ ሰብ ኣይኮነ ዝበፅሒ ሰብ ደገ ዘሎ ግን ሃገር ክትረብሕ ኣነ ክሰርሕ ሃገርካ ክትረብሕ ዝብል እዩ ሃገር ድማ ብኸመይ እያ ትረብሕ ስለዚ እንታይ ንምባል ኢለ ክኸልፈካ ኢለ ኣይኮንኩን እቶም ደገ ዘለዉ ዝሓትዎ ብፍላይ እቶም ንዓመታት ኣብቲ ደንብ ሃገራውነት ኮይኖም ቦንዳ ክብል ከሎ መንግስቲ ቦንዳ ዝኸፈሉ ገለ ክብል ከሎ ዘሕለፉ ገንዘቦምን ሃብቶምን ወርቆምን ዝሃቡ እዞም ሰባት እዚኣቶም የስ ከምቶም ኣብ ግንባር ዝነበሩ ኣይነበሩን ግን ንሳቶም እውን ዕድሚዮምን ገንዘቦምን ጉልበቶምን ስለ ዝኸፈሉ ካብ ሃገርና ንእሽተይ ቃፅዖ መሬት ሃበና ሰሪሕና ክንነብር ምባል ድፍረት ኣይኮነን ስስዐ ኣይኮነን ወይ እውን ሕማቅ ልቢ ወይ እውን ብሕማቅ ክትመን ዘለዎ ኣይኮነን ደቂ ሃገር እዮም ደቂ ሃገር ስለ ዝኾኑ እወ ነቶም ካልኦት እውን ሃቦም ንዓና እውን ሃበና እዮም ዝብሉ ዘሎ ኤርትራ ድማ ንኩሉ ኤርትራዊ ተኣኽሎን ፈረቓን ዕፅፍን እያ ስለዚ ነዚ ነገር እዚ ኣፃቢብና ይንራዮ ኩሉ ግዜ ኣፅፍሕ ኖ ድራር እንታይ ደኣ ሽፍቲ ጌርካዮ እቲ ቀልጢፍካ ናብ ካልእ እንዳሃጀካ ኣነባሃላይ ናይ ቀዳምነት ቀዳምነት ክስራሕ ኣለዎ እዩ ፖይንት ናተይ እምበር ሆረይ እንዳ መዋእሉ ዝገበረ ካብ ዓዲ ኣዴካ ዓዲ ጥልያን ኣትሒዝካ ስጋዕ ሎሚ ንሃገሩ ዘየብኮረኮት እዩ ኣብ ደገ ዘሎ ራብዓይ ግንባር እዩ ሕጂ እንታይ ግን ናይ ቀዳምነት ቀዳምነት እንታይ ክኸውን ኣለዎ እዩ እቲ ፖይንት ናተይ ቃጥዖ ይወሃቦ መሬት ኣይወሃቦ ኣይነብል ኣይኮንኩን መሰሉ ዳ ክሓትት እኮ እዩ ወዲ ዜጋ እኮ ይስተዋላ ግን ኣነ ዝብል ዘለኹ ቀዳምነት ናይ ቀዳምነታት ናይ ኣየናይ ክስራዕ ክኽእል ኣለዎ ሓደ ሰብ እንድሕር ጸሚኡ ዝሓደረ ኮይኑ እሰ ከኣ ኣነ ጸጊበ እንድሕር ዘይከውን እንድሕር ዝሓትት ኣለኹ ኮይነስ ግዝዩ ኣኺሉ ድዩ እዚኣ እምበር እኮ ጽቡቅ ኣለካ ዝበልካዮ ኩሉ እኮ ትክክል ኣለካ ግን ኣነ ግን ዝበልክዎ እዚ ዲያስፖራ ዘሎ ሰብ መሰለ ሕተት ኣይኮንኩን ዝብል ዘለኹ እዋኑን ሰዓቱን ዝኣኸለ ሕቶ ዲኻ ተቕርብ ዘለኻ ናይ ቀዳምነት ቀዳምነትሲ ኣየናይ እዩ ዝቕድም እዩ እምበር ካልእ ኣይኮንኩን ሓደ ዳያስፖራ መሰሉ ኤርትራዊ እዩ ስጋ ኩሉ ጉባኣት ዘማልእ ከም ዝበልካዮ እኮ ኣብ ኣውራር ወያነ ተስዓን ሸሞንተን ተስዓን ትሽዓተን ስጋ ክልተ ሽሕ እኮ ስጋ ሓደ ሚልዮን ዳላር ንመንግስቲ ዝሃቡ እኮ ኣለዉ ዘይተመለሰሎም ክኾኑ ሰብ እዞም ሰባት ዘዩ እዞም እኳ ዝኾንካ ኣብቲ ኩናት ምስታፍ ማለት እዩ ግን ብሓፈሻ ግን ኣነ ዝብል ዘለኹ ነቶም ንፋስን ፀሓይ እንዳተፈራረቐ ዘሸግሮም ኣሕዋትና ዝወፅኡሉ መዓልትስ ክሓፅረሎም ዝኽእለሉ መንገድስ መንግስትና ምስዚ ዝኸዶ ዘሎ ኣካይዳስ ከቀላጥፍ ክኽእል ኣለዎ እዩ እምበር ካልኣይ ኮንኩም ፅቡቕ ኣላ እያ ምሳኻም ኣለኹ ኣነ እወ እወ እወ ኋላ ኣይኮኑን ሕጂ ሶ ሳሮኒ ናባኺ እዩ አ፣ ይርዳእኒ ናይ ዘርሽኮት እ፣ ዋላ ናይ ጆርጆ ይርዳእኒ ግን እቲ ፕራዮሪቲ ኩሉ ግዜ ንብሎ ኣብ ዓዲ ዘለዉ ሕጂ ኢንካም እንድሕር መፂኡ ዋላ እትኦም ወተሃደር ኣብ ድፋዕ ዘለዉ መሃዮም እንድሕር ተወሲኽሎም እንድሕር ሰለስተ ኣርባዕተ ዕፅፊ ተገይርሎም ብሬክ እንድሕር ረኪቡ ወታደር ዘይብላ ሃገር እሞ ክትህሉ ኣይትኽእልን እያ እኮ ኩሉ ግዜ ክህሉ እዩ ግን ሕጂ ብጥርሑ ዝሰርሑ ደለዉ እቲ ማሃዮም ተጌሩ ድዩ ዋላ ገዛ ተሰሪሕሎም ድዩ ንዖም ፕራዮሪቲ ማለት እዩ ኣይቲንክ ይርዳኣኒ እዩ ናይ ኣብዚ ኣብዚ ሚቲንግ ሓደ ሓደ ግዜ እንታይ ኢሉ ቅጭ ዘምጻልካ ጆርጆ ድራር ዋላ ኣብ ኣሜሪካ ዘርእሽ ኣባሃሉ ይመጹ ብርሃኔ ወይ ከኣ እንዳ ዞረ ክሓትት ኮሎ መዓስ ኢና ገዛ ንሰርሕ ገሊኦም ድብሉካ እንታይ እዩ ከምዚ ቢዝነስ ኣሎ ዋዲ ስቲ ዲቴል ኣይሓቱን እዮም ገዛ ንሰርሕ ደሊና መሬት ይወሃበና ጥራሕ እዮም ድብሉ which is understandable ኣብቲ ዓዲ ዘሎ ከ መሬት ደይሃቦ ንስጋብ ሕጂ ሰለስተ ኣርባዕተ ወለዶ ምስ ስድርኡ ተመርዕዩ ደቂ ደቁ ምስ ሓደ ገዛ ሓደ ስታንሳ ዝነብር ደሎ ከ እንታይ ክብል እዩ እሞ። ሰለስተ ዓመት ካብ ሕጂ ወይ ገለ it's going to be like ኤምባሲታት ናይ ኤርትራ እኮ ንዑባ በጃኹም ዓዲ እተዉ ንዑባ ገዛውቲ ስርሑ ኣብ ዓዲ ገዛ ኣሎ ግዝኡ ክብሉ ኢሎም ከምኡ ዝገብሩ ከምኡ ኢሎም ካምፔን ገብሩ እኮ እዮም። ዓሰርተ ፐርሰንት ከዓ ይኸይድ እዩ ሽዑ ከዓ ገና ከምዚ ኮይነ ዶ ገለ ኮይነ ክብሉ እዮም ናይ ኣነስ ኡጋንዳ ይሕሸኒ ኢሉ ክማጎት እዩ ኣብቲ ኤምባሲ ብላ ክለኹ ኣነ ዋው፣ ኣነ ኣብዚኣ ፅቡቅ ኣለኹ ገለ ክብል እዩ ሕጂ እቲ ጥራዮም ኣብ ኣሜሪካ እዩ ዘኽስብ እቲ ገዛሲ እ፣ ከ- ሽዱሽተ ፐርሰንት ይዓቢ ክብሉ ክጅምሩ እዮም ሕጂ እኮ እንታይ መሲልክ እዚ ሎሚ ዓዲ ከይድ ዓዲ ከይድ እየ ዝብል ዘሎ ኣብ ስለ ዘየለ እዩ እምበር ምስ ተለኣየ እቲ ገዛውቲ ምስ ተዘርግሐ ገለ መለ እኮ ሰብ ከማርፅ ክጅምር እዩ ሕጂ እዚ ሕጂ ሎሚ ሰብ ገዛ ክሰርዕ እባ ገለ ኢሉ ዝልምነካ ዘሎ ኣብ ካልእ ዓለም እኮ ገዛ ኣለና ሓንቲ ገዛ ክሊክ ምስ ገበርካሎም ሽዱሽተ ገዛ እናሰደዱ ድከትካ እኮ እዮም ዘፅግቡካ ሶማች ፕሌንቲ እዩ ገዛውቲ ገንዘብ እንተለካ ሕጂ እንታይ እዩ ኤርትራ ክምኸውን እዩ ሶ ዳሓራይ ሰብ ምልማን እዩ ክኸውን ንዓ ገዛ ዝግዛእ ኣለካ ከምዘን ናይ ማልያታት ክልተ ተገዚኻ ሳልሰይቲ ቦናስ ከውታት ክበሃል
ከምኣ ክሉ መን እዮም ከምኡ ክበሃል ከሎ ክረፍዑ ሕጂ ዳይ ተቐረብኩን ሓሙሽተ ዓመት ዶ ገዛይ ዶ ከምዚ ሞርጌጅ ኣለኒ ገለ ኣይዶ እቲ ኣብ ፕራዮሪቲ ኣብ ዓዲ ወረጋታ ኼባ ክመፁ ይኮኑም ሕጂ ከዓ ግዛ እዚኦም ገዛ ግዛ እናበሉ ጦቕ ከብሉ ዳይ ኣቢሎ እዚ ኩሉ ዩጋንዳ ሰሪሕና ዳ ከመይ ጌራ ክንዓቱ ከዓ ክብሉ እዮም እቲ እዚ ኣብ ዓዲ ዘሎ ሰብ እንድሕር ጥዒምዎ በቃ ኣብ ዓዲ ዘሎ ኣዴኻ እንድሕር ጥዒምዋ ወይ ሓውኻ ኣዴኻ እንድሕር ስራሕ ትረክብ ኮይና ኣሕዋትካ እንድሕር ስራሕ ዝረኽቡ ኮይኖም እስኻ ከማን ቀሲንካ ማለት እኳ እዩ እንዳደሊኻ ቬኬሽን ትኸይድ ቬኬሽን ገዛ ትሰርሕ ኣብኡ ዝነብር ግን እቲ ዓዲ ነፍሲ ፍትሒ ብመሰረቱ እኮ እቲ ቬኬሽን ካበይ ዝመጽእ ቻሮን ኣሚን
ማለት
ሶሪ ክፈርድ ኢለ ኣይኮንኩን ኣብ ገለ ኣብ ኣስመራ ገዛውቲ ገለ ዘለዎም ገለ ሰባት ክሪኦም ከለኹ ኤርትራ ክንከይድ ቬኬሽን ክብሉ ኣይ ኣንደርስታንድ

ብዛዕባ ቫኬሽን ናብ ኤርትራ ክትሓስብ ኣብ ልዕሊኡ ድማ ሰላሳን ሽዱሽተን ቤተሰብካ ተሸጊሮም ኣለዉ እቲ ቫኬሽን ዝበሃል ስኬፕ ኢና ንብሎ ብዚ ትፈልጥዮ ይኸ ስኬፕ ማለት ድማ ይወንት ስኬፕ ፍሮም ትራቭልስ ካብ ሽግርን መከራን ስኬፕ ክገብር እዩ ሰብ ዝኸይድ ናብ ሽግርን መከራን ጆርጆ እንታይ ሻሮነይ ኣይተወለድክን ኣብ ግዜ ደርግን በሻሮን ሓፍተይ ተወሊደ
ሰሚያ እንታይ ዝቃዕ ነይሩ መሲልሽ ዝካረ ገዛ ኣለና ተባሂሉስ ሙሉ ኣስመራ ተለኽዩ ተቢሉ ንዓተኻረየለይ ተባሂሉስ እንዳተለመንካ ገዛ ክራይ ነይሩ ሽዑ በዓል ሰመረ ወዲ ኣይተወለዱን ነይሮም ከምዚ ሕጂ ኣይኮነን ኣጆኻ ግዜኡ ይመጽእ ኣሎ ደሓን እዩ። ጽቡቅ ግዜስ ክመጽእ እዩ ኣጆኹም ጥራሕ እንታይ እዩ ከም ህዝቢ ሪኢቶታትካ ምስ ኮፍ ምባል ዝጽላእ ኣይኮነን ግቡኡን ሰዓቱ ዝሓለወ ሪኢቶ ክተንጽፍ ሃገራዊ ግቡእና ስለ ዝኾነ ከም ህዝብኻ ሪኢቶ ምቕባልን ምስማዕን ከኣ ናይ ነፍሲ ወከፍ ዜጋ ሓላፍነት ስለ ዘለና ከም ህዝብኻ እንድሕር ሕጂ ውን እታ ሃገር ካብ ዘላቶ ሓደ ዓሰርተ ስጉሚ ንቕድሚት ተኸይዳ እቲ መሪሕነት ሓደ ሕማም ዓሚሙ ኣሎ ማለት እዩ። ንምንታይ ሃገር ኣውሒሱ ሃገር ኣምጺኡ ሃገር ኣውሒሱ ሃገር ኣረኪቡ እንድሕር ናብ ዝቕጽል ፔጅ የሕሊፍዋ ህዝባዊ ግንባር በቃ ጃርዳን ጀርጃር ወዲኦም እዮም ናቶም ስራሕ ኣቢሎም እዮም እቲ ዝቕፅል ወለዶ ናበይ የብፅሓ ዝብል ኣተሓሳስባ ኸዓ ክንሓስብ ክንክእል ኣለና ንሎሚ ዘይኮነስ ናይ መፃኢት ዓሰርተ ሓሙሽተ ዓመት ኤርትራ ናበይ ገፃ እያ ክትከይድ ዝብል ስነ ሓሳብ ኸዓ ኣብ ርእሰና ክመፀና ክኽእል ኣለዎ ኩሎም ኣርግሎ ህዝባዊ ግንባር ከመይ እዩ ድሕሪ ጆሀር ሪክሩ ክገብር ዝኽእል ፅባሕ ንግሆ ሓደ እዚ ዓወት መፂኡ ኣለዎ በዚ ዓወት ዲና ተዛኒና ክንነብር ኣተሓሳስባ እቲ ውድብ ከመይ እዩ? ሕጂ እውን መጽናዕትታት ጽባሕ ንግሆ እቲ ኩሉ ተሃኒጹ መጺኡ ሃደሽደሽ ንኸይንብል ሕጂ እውን ኦፐን ዝኾነ ማይክ ምስቲ መሪሕነት ድዩ ምስቲ ዝምልከቶ ኣካል ድዩ ግሉጽነት ብዝተመልኦ ከም ኤርትራውያን ክንዛተየሉ እዋኑ ዝኣኸለ ኮይኑ ዝስምዓኒ ሻሮነይ።
መን ኢኻ ኣብቲ ቱ ፐርሰንት ታክስ ክትከፍል ኣለካ ገዛ ንክትገዝእ ኣብ ደገ ኮይንካ ኣብ ኩሉ ዓለም እያ ሃደም ኣብ ታሕቲ ጽሒፋ ሓደ ሓውና። እቲ ፐርሰንት ገዛ ክትገዝእ እንድሕር ደሊኻ ኣብ ኣስመራ ኣብ ኤርትራ ወይ መሬት ክትወስድ እንድሕር ደሊኻ ካብ ደገ ኮይንካ እቲ ፐርሰንት ታክስ ደኣ ክትከፍል ኣለካ እምበር እንድሕር ገለ ውልዳ ወረቐት እንድሕር ኣሊካ ኣብ ኩሉ ዓለም ዝኽፈል እንድዩ ታክስ ደኣ ከይድካ ደኣ ከመይ ጌርካ ዳዝን ወርክ ላይክ ዛት እሚን ናይ ሓደ ናይ ሓውና ሜሴጅ እንዳሰማዕኩ እየ በት ሕጂ እዚ ምስ ኮነ ከዓ ሕጂ ኩልና ብሓደ ኮሌክቲቭ ኮይና ሕቶና ከዓ ሕጂ ዋትስ ኔክስት ክንብል ኣለና እቲ ኔክስት ከዓ እንታይ እዩ ደቂ ዓበይቲ ሓደ ሓደ እዚ ኣብዚ ክትዛረበሉ ከለኹ ኩልሻዕ ኮንፍሊክት ይፈጥር እንድዩ ብዛዕባ ኢኮኖሚ ክንዛረብ ከለና ሕጂ ዊ ሃቭ ቱ ፎከስ ኦን ኢኮኖሚ እሱ ከኣ እቲ ኢንተርናል ኢኮኖሚ ኢና ፎከስ ክንገብር ኢና ሕጂ ዋትስ ኔክስት ሳንክሽን ተላዒሉ ሕጂ ከኣ ኩሉ ሰብ ክሓትት ኣሎ ሕጂ እንታይ ኢና ንገብር ኢና ዋት ኢዝ ኔክስት ፎር ኤሪትሪያ ዋትስ ኤሪትሪያ ፋይቭ ይርስ ፍሮም ናው እንታይ ኢና ክንገብር ቱ ይርስ ፍሮም ናው እንታይ ደ ሮድ ማፕ ሕጂ ዋላ ድዕንቅፈኩም ነገር የለን

ዓብዪ ኮንፈረንስ ምስ ሚኒስትራት ምስ ምሁራት ናይ ኤርትራ ምስ ኢንቨስተራት ካብ ኣፍሪቃ ዘለዉ ካብ ኤስያ ዘለዉ ኤሮፓ ኣሜሪካ ዘለዉ ሓደ ዓብዪ ኮንፈረንስ ተገይሩ ኤርትራ ክትመያየጥ ኣላ ውጭ ወይ ውጭ ወይ እንታይ ክንገብር ኣለና እንታይ ኣማራፂ ኣለና እንታይ ክግበር ይኽእል ተተኻኢሉ እውን ህዝቢ ገዚት ከንጌት ብዙሓት ኤርትራውያን ተሳተፍዎ ኣንደን ያ ኣሚን ዌልከሚን ዝኾነ ናብቲ ነገራት ክንሰግር መንግስቲ ድማ ነቲ ኣዳልይዎ መዓልቱ ዝፅበ ዝነበረ ፖሊሲታት ድማ በብሰዓቱን በብመዓልቱን እናነገረ ነቲ ህዝቢ ባህር ከምዚ ኣላ እቲ መንግስቲ ሻይ ክኸውን የብሉን ሕፍረ ዘድልዮ ኣይኮነን እዝን እዝን እዝን እንተማሊኻ እዝን እዝን እዝን ዕድላት ኣለካ ምባል እቶም ዘማሉ ሪጋ ሒዞም ዘለዉ ኣቐዲሞም ተኸይዶም እቲ ደንጉዩ ዝመፀ ዝበኽየሉ ምክንያት የብሉን ከከም ኣመፃፅኣኻ እዩ ኩሉ ከከም ስራሕካን ከከም ኣበርክቶኻን ከከምቲ ትገብሮ ዝነበርካ እንድዩ ኣብ ዓለም ከመያ ተቋራጭ ዝበሃል የለን ስለዚ ትሪጋ ሒዙ ዝነበረ ፅቡቅ ዕድላት ክረክብ እቶም ኣብ ትሪጋ ድሕር ድሕር ኢልካ ዘለበርካ ድማ ሕዚ ግዜ ኢኻ ተፀቢኻ ካስኻ ዕድልካ ትር ማለት እዩ እዚታት እዩ ኔክስት ስቴፕ ብርግፅ ኣነ ሓንቲ ፅሕፍቲ ፅሒፈ ነይረ ቅድሚ ክንደይ ግዜ መንግስቲ ኤርትራ ሌገሲ ናቱ እዚ ሕጂ መርሕነት ዘሎ ሌገሲ ናቱ ምስ መንግስቲ ኣሜሪካ ዘሎ ፀገም ክፈትሖ ክኽእል ኣለዎ ንምንታይ ኣብዚ ሕጂ መሰጋገሪ ዘለናሉ ግዜ ክሕንክሩን ክሽንክሩን ዝደልዩ ዘለዉ መዓት ስለ ዘለዉ ነዚያ ጉዳይ እዚ ኣፃሪ ኣቢሉ ነቲ መንገዲ ነቲ ፀገማት ኩሉ ኣጓዲሉ ድሕሪኡ ዘሎ ኩነታት ኩሉ ኤርትራዊ ከረኻኽበሉ ይኽእል እዩ እንተቲ ከምታ ዝነበርናያ በዚ መፃእኹ በዚ ከም ዝገበርኩ በዚ ከም ኣብ ዝበሃለሉ ዝነበረ ግን የፍርሃካ ነይሩ ከም ንብል ነርና ኢና ሕጂ ግን ዝዓበየ ዕንቅፋት ክኸውን ዝኽእል ዝነበረ ኣሜሪካ ንዕዑ ምስኡ ሰላም ክትፈጥር ተልካ ሰላም ምስ ኣሜሪካ ቀሊል ኣይኮነንን እዩ ሕጂ እውን ግን እስቲ ነቲ ዝነበረ ቴምፕሬቸር ኣዝሕል ኣቢልካ ጉዳይ ናይ ካልእና ክንሓስብ ምሕሳብ ከማን ሰናይ ነገር እዩ ኮይኑ ስማዓና እዩ ስለዚ ዝዓበየ ተሰጊሩ እቲ ተሪፉ ዘሎ ሓድሽ ነገር ክኸውን ኣይክእልን እዩ ኤርትራውያን ድማ ደገ ዘሎ ሸጥ መዓንጣ ናይ ኢሉ ከከም ዓቕሙ ከበርክተሉ ዝኽእል ዕድል ክኸውን ተስፋ ንገብር ያ ናይዚኣ ናይዚኣ ናይ ሳንክሽን ሕጂ እኮ ሊፍት ምግባሮም ዋላ እቲ ናይቲ ጂኦግራፊ ናትና ዳይናሚክ ስለተቐየረ ይመስለኒ ብዙሕ ግዜ ዋላ እሱ ከማን ሓጊዝና እዩ እዚ ናይ ሆርን ኦፍ ኣፍሪካ ኤሪትሪያ ከዓ ኦነስትሊ ፔሸንትሊ ከዓ ብጣዕሚ ፅቡቅ ገይሮም ተፃዊቶም ኣብቲ ኣብቲ ከባቢና ዴይሊ ደ ፋንታስቲክ ጃብ ዋላ ብዚ ናይ ሱዳን ድመፀ ዋላ ብዚ ናይ ስዑዲ ምግባር ዋላ ነዚ ኢጅፕት ምኳን ኩሉ ደይ ደይ ደይ ፕሌይድ ሕጂ ናይቲ ዲፕሎማቲክ ኣይተዓፃፀፉን እዮም ሻዕቢያ ይበሃል ነይሩ ተዓፃፂፎም እዮም ስጋብ ዝኣክሎ they've done a very clear job ይመስለኒ። ብዙሓት ክኢላታት ከም ዝብልዎ ዘለዉ ግን ኣብዚ ኢትስ ኖት ኣባውት ናይ ኢራን ኩነታት ጥራይ ኣይኮነን ዲስ ኢዝ ኣክቹሊ ኖ ኖ ኖ ኖ ኖ ብድሕሪ መጋረጃ ነዊሕ ተሰሪሕሉ ዝነበረ this is this is a mistake ሕጂ እንታይ ይብሉ ሓደ ሓደ ሰብ ኢራን ስለ ዝመጸ ናይ ኢራን ከምዚ ውግእ ስለ ዝኾነ ኖ ኢትስ ናት እዚ has been going on for the last ኣነ ከማን ብዝፈልጦ ባዕለይ ኢንቮልቭ ዝገብሮ ዝፈልጦ ከማን two years ይገብር እዩ at least two years ኣትሊስት ቱ ይርስ ድሕር ዝክሮ ኮንኩም ዲኹም ዋላ ኣብቲ ኢሳያስ ኣፈወርቂ ኢንተርቪው ይገብር ከሎ ፅምዶ ንጅምር ኣለና ምስ ምስ ዳናልድ ትራምፕ ኢሉ ተዛሪቡ ነይሩ ዋላ እቲ መጀመርያ ትራምፕ ክምረፅ ከሎ ጎስጓስ ይግበር ነይሩ በጃኻትኩም ምረፅዎ ሶ ሚን በዓል ሶፊ ኦል ዲስ ፒፕል and he said 2026 እወ 2026 ኢሉ ነይሩ የስ ጉድ ጃብ ዘኪርካ ኣነ ሰርፕራይዝ ማለት ክልተ ኣነ እኮ ክትጅምር ከላ ክልተ ወርሒ ከይዳ እናበልኩ እየ ነይረ ነው እንጂ ሲ it was like uh, probably um, the last interview ናቱ እንታይ ኢሉ ነይሩ ሕጂ እኳ ጉዳይ ናይ ዩክሬን ናይ ገለመለ ማራ ተተሓሒዞም ስለ ዘለዉ እቲ ካፓሲቲ እውን የለን ኣብቲ ንሕና ጃምፕ ክንገብረሉ ንኽእል ግን ሳብ መወዳእታ ናይዚ 2025 ነቲ ካልኦም ተሸላሽሎም then uh, 2026 ዝለዓለ ዕምባበ ጌርና ንሰርሓላ ዘለና ኢና ኢሉ ነይሩ እንደን ኢት ወርክት ሚራክለስሊ ኣኮርዲንግ ቱ ስኬጁል እሞ ካብ ቅንያት ናይ መዓልቲ ናፅነት ምዃኑ ኢትስ ሰርፕራይዚንግ uh, ግን ኣገይን uh, እዚ uh, ብብዙሕ መንገዲ ዝተሰርሐ እዩ ኣይ ቲንክ እቲ ዲፕሎማሲ ናይ ኤርትራ ሳይለንትሊ ዝሰርሖ እዩ ምናልባት እዚ ናይ ኢራን ቁርብ እንታይ ገይርዎ ነቲ ዕምባበ ወሲኽሉ ወይ እውን ነቲ ኣርጊድዎ ኣርጊድዎ ነቲ ዲሳይሲቭነስ ናይ ኣሜሪካ ድፍኢት ገይርሎ ኤንድ ኦልሶ ነታ ኢራን ትብል ኩናት ድማ ንምንታይ ተጠቂሞምላ ኮይኑ ይስምዓኒ ዋይ ኣር ዩ ሊፍቲንግ ሳንክሽንስ ኦን ኤሪትሪያ ዝብል ብዙሕ ሕቶ ስለ ዘሎ because of the Houthi, blah blah, ገለ ዝብል ከዓ kind of they are using this as a cover because ኣሜሪካ ሲሪየስሊ ክንዛረብ ንድሕር ኮይና ናይ ኤርትራ ብፍሉይ ናይ ሎሚ ኮነ ዘገድሳ ነይሩ ኣብ ጅቡቲ ዓብ በይዝ ኣሎ ኢፍ ይ ዋን ሪ ኣድረስ ናይ ሑቲ ኣብ ሶማሊላንድ እስራኤል ኣትዩ ኣሎ ሶደይ ከን ኣድረስ ነቲ ሑቲ ዝበሃል ኢፍ ዳ ዋዝ ሪ ኢንቴንሽን በት ስ ሞር ስትራቴጂክ ኣላይመንት ወይ እውን ንኤርትራ ኣብ ጎንኻ ናይ ምግባር እዚ ድማ ንስዑድያን ብፍላይ ምስ ስዑድያ ዘለዎም ቅርበት ናይ ኤርትራ ነቲ ማስል ናይ ስዑድያ ተጠቂምካ ማስል ናይ ኢጅፕቲ ድማ ኢጅፕቲ ካብቲ ቀደም ናይዚ ናይ ናይ ገርድ ዝብል ዝነበረ ተስፋ ስለ ዝቆረፁ they want really ንኣቢ ወይ ነቲ ኢትዮጵያ ክቅርቅርዎ ይደልዩ ኣለዉ and the, the, the most important part is ቀይ ባሕሪ ክመፁ ክእሉ ኣለዎም and that ዝኾነ ይኹን ኣምቢሽንስ ን ድሪምስ ናቱ ቦ ክቐትልዎ ኣለዎም እዚ ድማ ንኤርትራ እታ ዝዓበየ ክገብሩላ ዝኽእሉ ግብፂ ገንዘብ የብሎምን ካልእ ክገብርዎ ዝኽእሉ ስለዚ ነዛ the biggest hurdle ናይ ኤርትራ ነዛ ሳንክሽን ኣብ ምልዓል ብሮከር ክገብሩ ይኽእሉ እዮም ንድ ናይ ብሓቂ ማግኔት ናይ ዲፕሎማሲ ኮይኖም ስለ ዘሎ በዚ ናይ ቐዛ በዚ ናይ ካልእ ምስ ኣሜሪካ ቅርበ ዝምድና ስለ ዝነበሮም ንዑ ተጠቂሞም ዋን ኦፍ ቤስት ቲንግ ክንዱ እዚኣ ገይሮም ኣለዉ ብሮከር ገይሮም ኣለዉ ስለዚ

ዳይሬክት ፍላይት እስኪ ገበርካ እናተዘዋወርካ ገለ መለይ ስላይክ ዲስ ኢዝ ፕሮባብሊ ኣብ ዝመፅእ ወለዶ ብፍሉይ ክዝከር ዝኽእል ኮይኑ ይስምዓኒ ነዚ ኩነታት እዚ ናብ ረብሓ ህዝብናን ሃገርናን ተቐይርናዮ ማለት እዩ ዕድላት የጋጥመና ኣሎ but we have to capitalize on that i think uh, ነዊሕ ተዛሪበ ኣለኹ because i'm very excited and oh, yeah, uh, i'm very excited እቲ በዓል ናፅነትና ምኳንና ነዚ ውጹዕ ህዝቢ ኤርትራ ናይ ብሓቂ ጸኒዑ እዩ እቲ ረዚለንስ ናይ ብሓቂ ደስ ትብለካ ተሪ ፋይፍ ይርስ ኣኒቨርሰሪ ናይ ብሓቂ ጽቡቅ ንኩሉ ሰብ ንኩሉ ኤርትራ ጽቡቅ ኮነሉ ብጣዕሚ ስሪል እየ ጉድ ኒውስ ስለምንታይ ዊ ጀስት ኬም ኣውት ካብ ሕማቅ እምባርጎ ወጺና ቁሩብ ሰዓት ቁሩብ ግዜ ከየትረፍና ኣባውት ፋይፍ ይርስ ሜቢ ቱ ፎር ይርስ ብሬክ ረኺብካስ መሊስካ ከዓ ናዘር ሳንክሽን ሕጂ ነዚ ከዓ ብዚ ሕጽር ድበለ እዚ ኩሉ ሜድያታት ዓጺፍካ ከድካ ዊዛውት ኤኒ ሎቢየስት

ዓዲ ሰሪሖም ኣረኪቦም ኣለዉ ሕጂ ኢሳብቱ ነቲ ሕጂ ሓድሽ ዘሎ ወለዶ ዋሬቨር ብራንች ኦፕን ከሎ ንዑ ክትበሃሉ ከለኹም ከኣ ተላዒልኩም ምኻድ እዩ ወይ ከኣ ኣብ ደገ ከኣ ምሕጋዝ እዩ ወይ ከኣ ኣብቲ እንድሕር ቢዝነስ ኢዝ ኦፕን ኣዴኻ ኣይትሕግዛን ኢኻ ወርሒ ወርሒ ወይ ሓውኻ ኣይትሕግዞን ስራሕ ክህሉ እዩ ኢንፍራስትራክቸር ክህሉ እዩ ስራሕ ኢስ ጎነ ቢ ኦኬ ደገ ናብራ ሕሸኒ ዝበለ ከኣ ደገ ናብርኡ ናይ ስድርኡ ከይሓሰበ ከኣ ክነብር ይክእል እዩ ባዕሉ ኣሚን ፋይናንሻል ኢዘ ፋክተር ኩሉ ግዜ ፋይናንሻል ዓንዲ ሕቆ ኢና ኣነ ሃገር ቢሳይድ ቢሳይድ ሚሊተሪ ማለት እዩ So ሕጂ is about time ንኤሪትሪያ to shine ኢለ እየ ዝሓስብ ደቂ ዓበይቲ ውስጥ ሁሉ እንድሕር ኣልኩም ዊንቱ ሰምዕና ኣለኺ ዊንቱ ኣለኹ ኣለኹ ሻረን ኢለ ጠምጠም ከይርብሸኩም ከ ረፍ እንዲዚ
ፅቡቅ ትዛረቡ ፀኒሕኩም ሰምዓኩም ፀኒሐ ዩ ነው ሳምታይምስ ክትሓስበሉ እውን ኣለካ ብመሰረቱ እቲ ሳንክሽን ብምንታይ መፅእና እውን ዩ ነው ድፍኢት ናይ ጎረቤትና ኢትዮጵያ ክሕጉሱ ዩ ነው ብዘይገበርናዮ ብዘይበልናዮ መዓት ንድሕሪት መሊሶምና እንዲዮም ሕጂ ብዘይ ጌጋኻ ተጋጊኻ ኢልካ ነይሩ መሊሱና ኣይተጋግኻን ክብለካ ከሎ ካይ ደሕርቐካ እዩ ግን እተጎድ ኢሎ ሳንክሽን ብዙሕ ብዙሕ ብዙሕ ወፂዕዋ እንዲ ንኤርትራ ከይትሰርሕ ከይትንቀሳቀስ ብዙሕ ነገራት እዩ ሒዙ ነይሩ ሰሰግድቲን ሕጂ ምልዓሉ ደንጊዮም ናኸማን ብጣዕሚ እቲ ናይ ሶማልን ናይ ገለን ከም ደይገበርናዮ ሃው ከም ድእመሉ እኳ ክንደይ እዩ ኮይኑ ግን ኣትሊስት ፅቡቅ እዩ ንኤርትራ ብጣዕሚ ፅቡቅ እዩ ቁሩብ ንሕና ከዓ ዊ ሃቭ ቱ ቢ ስማርት ሕጂ እዚኣስ ክንጥቀም ኣለና ምክንያቱ ናይ ኣሜሪካ ፖሊሲ ከዓ ኣይነበርና ይህ ነው ከምዚ ኩሉ ጊዜ ኩሉ ሃገር ኤኒወይ ምስ ጥቕሞም እንዲዮም ዝኸዱ ግን ብፍላይ ኣሜሪካ ከዓ ኣብ ዲፕሎማሲ ነው ኩሉ እንታይ በሃል እዮም በቃ ከምዚ ዶን ፕሌይ ከምዚ ንሕና ወላ ሕጂ ከማን እኮ ሳንክሽን መፂዶ ኣሎ ኣልዒሎሞ ዘለዉ ገለመለ እቲ ናይ ኤርትራ ካይዳ ምስ ረኣይዎ ሃብ ኖ ቾይስ ከምዚ ኤርትራስ ሓቂ ዘረባ ካይንዲ ብጎረርኦም እያ ሒዛቶ ናቱ ምስ ኢትዮጵያ ብዙሕ ፈቲኖ ምስ ኢጅፕት ብዙሕ ተፈቲኑ ምስ ገለ ተፈቲኑ ካብ መዓት ኣትሒዞም ንኤርትራ ከውድቑስ ብዙሕ ሰሪሖም እዮም ግን ድርን ወርክ ሶ ናይ ኤርትራ ኣብቲ መትከልካ ጸኒዕካ ምኻድ ብዙሕ ናፍትን ናፍትን ከይበልኩ ኦፍኮርስ ዩ ዲፕሎማ ብዙሕ ምፍታን ጽቡቕ እዩ ምስ ካልኦት ሃገራት ምስራሕ እውን ጽቡቕ እዩ ግን ናትካ መትከልካ ሒዝካ ከዓ ዩ ኮምፕሮማይዝ ብዙሕ ከይገበርካ ኣፌክት ዝገብረካ ንህዝብካ ንሰራዊትካ ከይገበርካ ፅኒዕካ ምካድ ኣብዚ ጢሕዎ ማለ ሕጂ ንሻዕቢያ ናይ ሻዕቢያ ከዓ ማዕረ ክንደይ ስማርት ምኳኖም ከዓ በዚ ኤርእኪ ካልኦት ሃገራት ተዝኮና ነይረን መዓልታት ሒዘን ጊቫ ክገበራ ነይረን ወይ ክንደይ ሽግራት ክንደይ ክወፅኦ ዘይክእላ እንታይ በሃል ማእተወን ነይሩ

ብዙሕ ከኣ ሆምወርክ ክንገብሮ ኣለና ሳንክሽን ምስ ገመፀና ደውደቐና ሽግራት ዘጋጥመና ነገራት ብዙሕ ስለ ዝኾነ ሃብቲ ቢቨሪ ስማርት ሕጂ ክንሓሲብና ክንጥቀመሉ ኣለና ብድሕሪኡ ዲሞክራት መፅኦም ገለን ድሕሪ መፅኦም ሲ ኢኖ ባክቱ ናብቲ ቅድሚ ሕጂ ዝወደቕናዮ ንኸይውን ወድቕ ሓሲብና እንታይ ይበሃል ኮይኖ ክንጥቀመሉ ኣለና በቃ እዘን ቱ የርስ ናይ ትራምፕ we have to really really really do our homework ምክንያቱ ብድሕሪ ትራምፕ እንታይ ይመፅእ ስለ ዘይንፈልጥ we have to be very smart ማለት እዩ thank you guys እንጃ ኣነ ግን ከም ህዝቢ ኤርትራ ጽኑዕ ኣብ ዓለም ርኣ ኣይፈልጥን እየ ብጣዕሚ እዚ ህዝብና ጸኒዑ ናይ ብሓቂ ይጠዓሞ ይሕለፈሉ ካብ ኩሉ ህዝቢ ኤርትራ ይሕለፈሉ የሕለፈሉ ጸኒዑ ረዚልየንት ዝኾነ ናይ ብሓቂ without any resilience ከምዚ ይኸውን ኣይምኸኣለን ናይ ብሓቂ ጽኑዕ ህዝቢ ጠሜ ጠሜ ደበለ ቆሪሬ ቆሪሬ ከበለ ኩሉ ክኢሉ ምናዳ ኣብ ዓዲ ዘሎ ህዝብና ምናዳ ካብ ኩሉ ኣብ ዓዲ ዘሎ ህዝብና ኣብቲ ድፋዕ ዘለዉ መዓስ እዩ ክወግሓልና እንዳበሉ ክጽበዩ ንዓታቶም ጥራሕ እዮም ድራእዩና ናይ ሃገር
ያ ንሱ እንድዩ እቲ መጀመርታ ኩሉ ግዜ እንደ ከምኡ ኢና ንብል ዩ ኖ ኤርትራ ተጠዒምዋ እቲ መጀመርያ ኣፌክት ዝኸውን ኣብ ውሽጢ ሃገር ዘሎ እዩ ኤርትራ ብዙሕ ሽግራት ተመፂዋ እቲ መጀመርታ ኣፌክት ዝኸውን እቲ ውሽጢ ዓዲ ዘሎ እዩ ኣይ ሚን ኦፍ ኮርስ ኣሕዋትና እዮም ኣቦታትና ኣዴታትና እዮም ኣብኡ ዘለዉ ግን ንሕናስ ኣት ኤንድ ኦፍ ዘ ደይስ ብዚኣ ኮይናስ ዩ ኖ ውር ዱዊን ኣወር ኦን ቲንግ ዩ ኖ ስራሕና ንኸይድ ናብራና ንገብር እቲ ሳንክሽን እቲ ውሽጢ ዓዲ ዘሎ ኢዩ ዝጎድኦ ውግእ ተመጺኡ እቲ ውሽጢ ዓዲ ኢዩ ዘሎ እሞ ዝጉዳእ ንሱ ኢዩ ድሁስ ተባሂሉ ዝኸይድ እንድሕር ሰላም ኮይኑ እቲ ሃገር ማዕቢላ ብዙሕ ነገራት ተኻይዱ ከዓ እቲ ውሽጢ ዓዲ ዘሎ ኢዩ ሞር በነፊት ዝረክብ ቅድሚ ኩሉ